ሰላም ኣብ ናይ ሎሚ መደብና ብጣዕሚ ዘራራብ ዘሎ ኣወል ስዒድ ማለት እዩ ምስዚ እዋናዊ ኩነታት ብጣዕሚ ዘራራብ ዝነበረ ብዛዕባ ድሮን ማለት እዩ ሎሚ መልሲ ሂቡ ኣሎ። ኪሮስ ተስፋሃውን ማለት እዩ ብዛዕባ እዚ እዋናዊ ኩነታት እስኪ ሓድሽ መልሲ ሂቡ ኣሎ። ስነ ጥበባዊ ኪሮስ ኣስፍሃ ምስ ኣዳላዊ ኢትዮ ፎረም ጋዜጠኛ ያየሸው ስመልስ ሕጽር ዝበለ ጻኒሕት ጌሩ ኔሩ እዩ። ካብኡ ህዝባዊ ግንባር እንተሪኢናዮ እውን ተናእሰ ህዝባዊ ግንባር ሃገሩ ሃኒፁ ተረዲኻኒ ሃገሩ ኤርትራ ትበሃል ዓዲ ከም ዓዲ
ኤርትራ ዝኸዱ ይኹኑ ኣብቲ ዶብ ዝተራኸቡ ዝኾኑ ይኹኑ ሓንቲ ሕቶ እንድሕተትዎም ምስ ኣብይ ታይ ኣባኢሱኩም እንዶ ይበልዎም ክሒዱና እዮም ዝብሉ። እዚኦምን ካልኦትን ሓደሽ ሓበሬታታት ሒዘልኩም ቀሪበ ኣለኹ። ክሳዕ መወዳእታ እዚ ቪድዮ እዚ ሓቢርኩም ንጽንሑ። ኩላና ላይክ ምግባር ንጀምሮ ንቐጽል። እሺ ፍትዋት ተኸታተልቲ ቀዳማይ ቪድዮና ቐድሚ ምጅማርና ማለት እዩ ልዕሊ ሰማንያ ፐርሰንት ትኾኑ ናይዚ ቻናል እዚ ተኸታተልቲ ማለት እዩ ሳብስክራይብ ከይገበርኩም እኹም ትርእዩ ዘለኹም እስኪ ሳብስክራይብ ምግባር ቤተሰብ ምዃን ንጀምሮ ማለት እዩ። ወዲ ኣፍወርቂ ቀርኒ ኣፍሪቃን ምድል ኢስትን ተቆጻጺርዋ። ሰሜን ተበልካ ሱዳን፣ ግብጺ፣ ምብራቅ ተበልካ ዖማን፣ ኢራን፣ ደቡብ ተበልካ ትግራይ፣ ዓፋር፣ ከምኡውን ኣብ ሶማል ከይዱ ከይዱ ትጽምዶ ዝብል ኣይድዮሎጂ ጽቡቕ ግን ዕዮ ገዛና ብጽፉፍ ስራሕ ስለ ዘይስራሕ ዘሎ ሕቶ ክንሓትት መሰል ኣለና። ሕቶ ስለ ዝሓተትካ ሻዕብያዊ ኣይኮንካን ማለት ኣይኮነን። ሕራይ ፎረን ኣፌርስ ጽቡቅ ኣሎ ንሕናኸ ከመይ ኣለና ምስ ተኣሰርና ጠበቃ ንወሃበና ዶ ፍርድና ብወግዒ ንገረና ዶ ደቂ ኣንስትዮ ክእሰራ ከለዋ ናይ ፒሬድ ኣቁሑት ይወሃበን ዶ እም ሰብ ብጽፍዒት ይበሃል ዶ ምስ ተኣሰረ እወ እዚ ክተርፍ ኣለዎ እዚ ተዘይ ተሪፉ ድኣ እንታይ ጥቅሚ ኣለዎ ጽምዶ ወዲ ጽምዶ። ኣዛ ናይ መጨረሻ ዘልዕላ ሓሳብ ጽብዶ ወዲ ጽምዶ እዚ ማለት እዩ እዚ ሓውና እዚ ከምዚ ንፈልጦ እዚ ምሓራዊ ሚድያ ማለት እዩ ጽምዶ ተባሂሉ ምስ ትግራይን ኢርትራን ሰላም ካብ ዝባሃል ማለት እዩ ሓደ ካብቶም ብትሪ ዝቃወም ሓደ እዩ ማለት እዩ እሺ ካብዚ ወጻል ማለት እዩ እስኪ ሜሪ ሓውና ማለት እዩ ኣብዚ ሕዚ ሰዓት ምስ ናይ ሓደ ብርጌድ ንሓመዱ ኣባል ዝኾነ ማለት እዩ እስኪ ጻኒሒት እንዳገበረ እዩ ዝርከብ ዘሎ ቀጺልና እስኪ ንስማዓዮ። ኣብይ ኣሕመድ ነቲ ናይ ህግደፍ ሜይን ሜይን ትካላት ብድሮን ጌሩ ጣዕጣዕጣዕጣዕ ኣቢልዎ ሽዑ ንዓኹም ከኣ ምናልባት ምሳኹም ከኣ ንዕመበሉ ከፈሉ ይብለኩም። ካብኡ ብሰላም ንነብር ገለ ከማይ ኣታ ኣይድያ ኣታ ኣስኻ እዚኣ ናይ ባሓቂ። እወ ዓሶ ኦኬ ኖ ጸገም የብሉ ዳሓን ሓሳብካ የክብረልካ እየ ርእይቶካ እዩ ጸገም የብሉ ስለዚ ኣብ መወዳእታ ንስኩም ምስ ኣብይ ኣሕመድ እስኻ ከም ሰብ ከም ውልቂ ክስራሕ ኣለዎ ኢልካ ትኣምን ብዝኮነ ይኩን መንገዲ ብዘየገድስ ኣብይ ንኤርትራ ጧዕጧዕጧዕጧዕጧዕ ኣቢሉ ስልጣን እንድሕር ኣረኪብናስ ትክልት እያ እወ።
ንዕኻ ዝኸውን ተጋኒ ኣ እዝስ ከም ፖሲቢሊቲ ተቀምጦ ኢኻ ከምቲ ክወስ ከምቲ ክወስካ ዘሎ ሓሳብካ ሲ ኣብይ ኣሕመድ ነቲ ናይ ህግደፍ ሜይን ሜይን ትካላት ብድሮን ጌሩ ጣዕጣዕጣዕጣዕ ኣቢልዎ ሽዑ ንዓኹም ከኣ ምናልባት ምሳኹም ከኣ ንዕመበሉ ከፈሉ ይብለኩም ካብኡ ብሰላም ንነብር ገለ ከማይ ኣታ ኣይድያ ኣታ እስኻ እዚኣ ናይ ባሓቂ እወ።
እቲ ኣድላስ ሰለሙን ማለት እዩ ናይ ትግራይን ኤርትራን ርክብ ናይ ክልቲኡ መራሕቲታት ማለት እዩ እስኪ ብዛዕብኡ ሓደ ሓደ ርእይቶታት እንዳሃበ እዩ ዝርከብ ዘሎ። ኤርትራ ዝኸዱ ይኹኑ ኣብቲ ዶብ ዝተራኸቡ ዝኾኑ ይኹኑ ሓንቲ ሕቶ እንዶ ይሕተትዎም ምስ ኣብይ ታይ እባ ዒሱኩም እንዶ ይበልዎ ኪሒዱና እዮም ዝብሉ ኣብ ምንታይ እዩ ኪሒዱኩም ኣብ ትግራይ ኣቲና እንዳቀጥቀጥና ከለና እያ እታ ዘረባ ሓቀይ ካሊእ ኣላቶም ድያ ተኻሓድዋ ሰዚ ንዓኻ ዘይወዳእናካ እዩ ተኻሒድና ንብል ዘለና እዮም ዝብልዎ ዘለዉ ኤርትራ ብምንታይ እዮም ዝደልዩና ዘለዉ ንምንታይ እዮም ዝደልዩና ዘለዉ ታይ ክንገብረሎም እዮም ዝደልዩ ዘለዉ ኢንፋክት ሻዕብያ ክኑ ናብ ረጽሚ ክንኣቱ ምስቲ ፌደራል ክንበኣስ ምስ ጎራብትና ክንበኣስ እሞ እቲ ኩናት ኣብኡ ክተርፍ እንድዩ ዝደሊ ዘሎ እምበር ትግራይ ተተተንኪፋስ ሻዕብያ ሚሳይላት ኣብ ደበና ኣዲስ ኣበባ ከዘንቢ እዩ ድሮናት ከምኡ ዝበሃል የብሎምን ሻዕብያ ክጅመር ከሎ ሓሶት እዩ ካልኣይ ኣብ ኤርትራ ቴሌቪዥን ኣይተዘረበን ብፕሬዚዳንት ኢሳያስ ኣይተዘረበን ተደጋጋሚዶ ናይ ስትሪት ስማርት ተዛሪቡ ኢልካስ ናይ ጎዳና ስማርት ማለት እዩ ይሃልዎ ይሃልዎ ድሮን ግዛእ እዳ you can say like ኣብ ኣስመራ ፉል ከብልዐካ ኢልካኒ ኔርካ ኢኻ ካልኣት ኢኻ ኢለይ ክትብል ትኽእል ኢኻ ኣወል ስዒድ ማለት እዩ but you cannot say ድሮናት ዶ ክንሰድድ ኢና ኢልኩምና ኣይነበርኩምን ኣዲስ ኣበባ ክድብድባ ሚሳኤል ዶ ክንውንጭፍ ኢና ኢልኩም ኣይነበርኩምን እሞ ትግራይ ደኣ ተተንኪፋ እነኒሃን ሰብ እኳ ሞይትና እዚ እቲ ዝወረደ ዝበሃል ናይ ናይ ታሕቲ ታሕቲ ዝወረደ ዝቕጠት እቶም ተጋሩ ክንሓፍረሉ ዝግበአና እዩ ሻዕቢያ ንዓና ሴቭ ኣይገብረናን። ሻዕቢያ ናብ ትግራይ ትመፅእ ኩናት ኣብ ሕድሕድና ድዩ የብለናይ ባዕልና ምስ ፌደራል ድዩ እዩ ዝደሊ ነይሩ ንዓኣ እዩ ዝደፍእ ነይሩ ሕዚ እቲ ፅምዶ ግዛዕምዛዕ ዝበሃል ናይ ሻዕቢያ ኣብ ኤርትራ ቴሌቭዥን ክፅብፀብ ሰሚዕኽዮ ትፈልጢ እሶም ዝዛረብዎ ክነግረኪ ኢሳያስ ሎሚ ቕነ ዝበላ ኣብ ኢትዮጵያስ እዚ ኤትኒክ ክስታይ ፖለቲካ እዩ ሽግር ዝፈጥር ዘሎ ኢሉ ዋእ እዚኣ ዲኺ ትኣምንስ መንደኾን ዝብሃል ፊልም ድዩ ድራማ ገለ ከምዚ ኢሉ ኔሩ ኢልካ ዘረባ ካበይ ዝመጽእ እዩ ካልኣይ ምስ ኤርትራ ዘለና ዝምድና ይብሃል ኤርትራ ሕዚ መን ድያ ሻዕብያ እኮ እዩ ምስ ሻዕብያ ዘለና ዝምድና እኮ እዮም ዝብሉ ዘለዉ ሰባት ምስ ኤርትራስ የዋጽኣና እዩ ምስ ኤርትራ ዝምድና ገለመለ ይብለኪ እዋእ ምስ ሻዕብያ ኢኻ እኮ ትብል ዘለኻ ሻዕብያ ኣየናይ ሕጊ ክገዝኦ ርኢና ንፈልጥ? ካብኡ ህዝባዊ ግንባር እንተርኢናዮ እውን ተናእሰ ህዝባዊ ግንባር ሃገሩ ሃኒጹ። ተረዲኻኒ? ሃገሩ ኤርትራ ትበሃል ዓዲ ከም ዓዲ ጠጠው ኣቢሉ ባንዴራኣ ኣብ ዓለም ክተንበልብል ዝገበረ ህዝባዊ ግንባር እዩ። ስለዚ በዚ ጅግና እዩ። ካልኣይ ኣብ ኤርትራ ፖለቲካዊ ቅጥፈት፣ ዝባሃል የለን ኣብ ኤርትራ ስርቂ ስርቂ ዝባሃል የለን ኤርትራ ከመይ ጌርካ ፈይጥዎ ንሪኦ ኣለና ስደሓን ምክንያቱ ኣብ ሰላም ግዜ ኣብ ሰላም ግዜ ካብ ትግራይ ናብ ኤርትራ ይኸድ ነይሩ ሓቂ ህዝታ ስለዚ ኣብ ኤርትራ ስርቂ የለን ከምቲ ኣብ ትግራይ ናብ ኢትዮጵያ ንሪኦ ዘለና ቁልዕ ትካላዊ ዝኾነ ወራር ትካላዊ ዝኾነ ኣብ መሬት ኣብ ማዕድን ኣብ ትምህርቲ ትምህርቲ ባዕሉ ፍርጅድ መረዳእታ ትምህርቲ ስለዚ ብዝተፈላለዩ ስርቅስ ትካላዊ ዝኾኑሉ መንገዲ ኣብ ትግራይ ተፈጢሩ ኣብ ኢትዮጵያ እውን ተፈጢሩ ኣብ ኤርትራ ከምኡ የለን ተረዲኻን ኸዓ ህዚ ከመይ ጌርካ ፈጢካዮ ዝብል ህዝቢ ኤርትራ እውን ከይዱ ሪእዎ እዩ ተጋሩ እውን ከይዶም ሪኦሞ እዮም ባዕሎም ኤርትራውያን እውን ዝምስክርዎ እዮም ማለት ስለዚ ዝኾነ ይኹን ንብረት ኣብ ኤርትራ መራሕቲ ናይ ኤርትራ ፖለቲካዊ መራሕትስ ናይ ህዝብን ናይ መንግስትን ሃብትን ንብረትን ንውልቀ ረብሕኦም ከውዕሉ ሰሚዕና ኣይንፈልጥን ኢና። ኣይረኣናን እውን ሰሚዕና እውን ኣይንፈልጥን። ስለዚ ካብ ኤርትራ እዚ ንመሃሮ። ካልኣይ ኤርትራውያን ብሃገሮም ኣይደራደሩን። ብሃገሮም ኣይደራደሩን። ናይ ሃገሮም ወታደራዊ ዕጥቅታት ንደገ እኳ ክወጹ እንተኾይኖምስ ናይ ሃገሮም ወታደራዊ ዕጥቂ ንጸላኢ ኣሕሊፎም ኣይህቡን። ኣብ ትግራይ ግን እንታይ ይረኣ ኣሎ? ካብ ጸላኢ ዝመረኽካዮ ብረት እናሰረቕካ፣ እናጨርበርካ፣ እናሸጥካ ናብ ሓራ መሬት ኢቭን ናብ ኢትዮጵያ ምውሳድ ይረኣ። ተረዲእካ እንድኻ? ስለዚ ውዚ ኣብ ትግራይ እንታይ እኒሀ? ባህልና፣ ክብርታትና፣ መንነታትና፣ ምሽርሻር ትካላዊ ብዝኾነ መንገዲ ምሽርሻር ኣሎ ማለት ስለዚ እዚ ኣብ ኤርትራ ከምኡ ይትርእ ካብኡ እቲ መንግስቲ ንቐጠፍቲ ምሕረት ይህብ ንቐጠፍቲ ምሕረት ንፖለቲካዊ ቀጠፍቲ ምሕረት ይህብ እዚ እቲ ዓፋናይነት ገይሮም ዝርእይዎ ኣለዉ ማለት እቲ ናይ ፖለቲካ እቲ ዲሞክራሲያዊ ምህዳር ካብ ምፅባብ ገይሮም ዝርእይዎ ወገናት እውን ኣለዉ በዚ መንገዲ ከርእኻዮ ዲኻ እዎ ሕዚ እንታይ ይበሃል ኣብ ኤርትራ ትካላት ኣይተሃነፃን ዲሞክራሲ የለን ዓፈና ኣሎ ዝብሉ ሓይልታት ኣለዉ። እሱ ንኤርትራውያን እዩ ዝምልከት። ኣብ ኢትዮጵያ ከ ዓፈና የለን? ኣብ ኢትዮጵያ ከ ትካላት ተሃኒፀን? ተረዲኻኒ? ንሰራዊት ትግራይ እናዋረደ ብሄር ምስ ብሄር ክጋጮ እናሰርሐ ዝውዕል ዩቲበር ኣክቲቪስት ባህልን ቋንቋን መንነትን ትግራይ ክሽርሸር ብዝተፈላለየ መንገዲ ኣብ ውሽጡ ዝሰርሕ ዘሎ ሓይሊ ኮንትሮል ክግበር ዝግብኦ ብሕጊ ክሕተት ዝግብኦ ናይ መረጃ ነፃነት ሕጊ ዘይፈልጡ ኣክቲቪስትን ነጋዶን ረብሓ ህዝብን መንግስትን እሕሊፎም ንፀላእ ዝህቡ ዘለዉ ሓይልታት እዚ እውን መንግስቲ ክሓቶም እዩ ዝግባእ ኣብ ኤርትራ ከምኡ የለን ረብሓ ህዝብን መንግስትን ኤርትራ ንጸላኢ እሕሊፉ ዝህብ ኤርትራዊ የለን ስለዚ ካብ ኤርትራ ንመሃሮ ኣብ ዶባት ንርኢ ኣለና ማለት እዩ ሓቢርና ስለ ዝዓበና ጸገም የለን ስለዘውዚ ካብ ኤርትራ ንመሃሮ ሓደ ዝብለካ ዘለኹ ኤርትራ ንኤርትራውያን እዮም እዮም ዝቃለሱ ኣብ ዓዲ ይሃሉ ኣብ ደገ ይሃሉ ኤርትራውያን ብብሄሮም ብመንነቶም ብታሪኾም ዝኾርዑ ዓዶም እውን ዋላ ዝኾነ ይኹን ፖለቲካዊ ዋላ ኣፈላላይ ይሃልዎም ብዝተፈላለየ መንገዲ ካብ ኤርትራ ንደገ ዝወጹ ኤርትራውያን ንህዝብን መንግስትን ኤርትራ ክድግፉ ኢኻ ትርኢ ማለት ዝወጹ ብዜካ ውስናት ጥቕመኛታት ብዓዶም ዘይደራደሩ ሓይልታት ከም ዝኾኑ የረዴካ ስለዚ ካብ ኤርትራ እዙይ ክንመሃር ንኽእል ኢና። እሺ ካብ ዝመጻን ማለት እዩ ኣብዚ ሕጂ ሰዓት ኪሮስ ኣስፍሃ ማለት እዩ ድሕሪ ነዊሕ ግዜ ምስ ኢትዮ ፎርም ኢንተርቪው ጌሩ እንዳተባህለ እዩ ዘሎ እስኪ ብዛዕባ ኤርትራ ኣብዚ ሕጂ ሰዓት እንታይ እዩ ዝብል ዘሎ

ዒስራ ዓመት ሙሉእ ሰራዊት ኤርትራ ኣባል ነይረ'የ፣ ዓላማይ ድማ ነይረ'የ። ስለዚ ኣነን ንዓይን ዝኣመሰሉ ኣባላት ብርጌድ ንሓመዱ ኩላትና ድማ ወተሃደራት ኢና። ናብ መንግስቲ ኤርትራ ኩናት ከፊትና ኣብ ዝሓጸረ እዋን መንግስቲ ኤርትራ ካብ ስልጣኑ ክንክኣልዮ ቀሊል'ዩ ንዓና ኢሉ። መንግስቲ ኤርትራ ኣብዚ እዋንዚ ንሕና እንተደኣ መጺናዮ ካብ ስልጣን ንምእላዩ ብጣዕሚ ብጣዕሚ ዝቀለለ እዩ ዝኸውን ስለዚ ፈደራል መንግስቲ ንዓና ዘዕጥቐና ተኾይኑ ንዓና ድማ ቦታ ዝበና እንተደኣ ኮይኑ ንሕና ኩናት ኣብ ዝኸፈትናሉ እዋን ሰራዊት ኤርትራ ንሕና ምዃንና እንተደኣ ፈሊጡሲ ኣብ ጎንና እዩ ዝስለፍ ንስልጣን ኢሳያስ እውን ንኸባርሮ ኢሳያስ ካብ ስልጣን ንኸባርርሲ ምሳና እዩ ዝስለፍ፣ ምሳና ኮይኑ እዩ ዝዋጋእ ክብል ጸኒሑ። ኣነ እንታይ ድየ ዝብል፣ ካን ኮይንዎ ድዩ እዚ ደላይ ፍትሒ፣ እዚኦም እቶም ኣፈኛታት። መሽረፈት ኣጸባቢቑ ፋፌ ኣረኪብዋ ቤት ጽሕፈት። እዚኦም ማለት ከም በዓል መንፈሳዊ መራሒ ኣያቶላ ብርጌድ ንሓመዱ ሰልጠነ ግርማይ ኣብ መድህን ብራኸ ሾው ከይዱ መስሓቕ ተጋሩ ይገብረና ኣሎ። መስሓቅ ተጋሩ በቃ ዝዛርብዎ ኣይፈልጡን እዮም ፖለቲካ እንታይ ከምዝኾነ ኣይፈልጡን እዮም እቶም ተጋሩ ኣብ ኤርትራ ንዘሎ መንግስቲ መሻርኽቲ ጌርኩም ክትጥቀሙ ኣይግበኣኩምን እዩ መንግስቲ ኢትዮፕያ ክተፍርሱ ምስ ሻዕብያ ክትስርሑ ኣይግበኣኩምን ይብል እሱ ግን ብኣንጻሩ ነቲ ኣብ ኢትዮፕያ ዘሎ ፈደራል መንግስቲ ተጠቂሙ ከኣ ንኤርትራ መንግስቲ ምፍራስ ከኣ ይግበኣኒ ኢሉ ክካትዖም ጸኒሑ ንሶም ከኣ ሕፈር በጃኻ ኢሎሞ ማለት እዩ ሓንቲ ቪድዮ ከኣ ኣውሪደልኩም ነይረ። ንሰልጠነሲ ምስ ኣብይ ኮይንካ ናብ ኤርትራ ምዝማት ትክክል ምስ ፅናሕ እወ በቃ ኩናት ምእታው ምግጣም እወ ምውፋር ካልኣይ እዙይ ትኽክል እዩ ንሰልጠነ ምስ ምስ ናይ ኤርትራ ሓይሊ ኮይንካ ንኣብይ ምንካእ ጌጋ እዩ ስለዚ ሰልጠነ ብዛዕባ ፍትሓውነት ብዛዕባ ፍትሒ ብዛዕባ ገለመለ ኣይተውግዕ። ብዝኾነ ኪሮስ ኣስፍሃውን ካብኡ ብዘይፍለ ኣብ ዝሓለፈ እዋን ንካፒቴን ኤርትራ ኣውሮፕላንን ነፈርትን ሒዝና ክንመጽእ ኢና ብፓራሹት ክንወርድ ኢና ኢሉ ተጸበይዮ ጠሊምኒ ኢሉ ብጣዕሚ ብሓዘን ብሓዘን በቃ ልቡ ተሰይሩ ይዛረብ ነይሩ ከመይ ከመይ እዩ እቲ ጉዳይ ካል ለባም የለን ድዩ ፖለቲካ ዝፈልጥ ኣነስ እንታይ እዩ ዝገብ ብጣዕሚ ዝገ ብዝኾነ ግን እታ ዝገረመትኒ ሰራዊት ኤርትራ ንሕና ምዃንና እንተ ደኣ ፈሊጡ ንሱ እቲ ሰራዊት ኤርትራ ሲ ሓውና እዩ ዘመድና እዩ ቤተሰብና እዩ ዓርክና እዩ ስለዚ ምሳና እዩ ዝኸውን ኢሉ ያይ ናይ ዶክተር ኣብይ ኣሕመድ ወዲ በሻሻ ፈረስ ኮይኑ ኣብይ ኣሕመድ ተወጢሕዎ ናብ ኤርትራ ክመጽእ ከሎ ሰራዊት ኤርትራስ ስቅ ኢሉ ክሪኦ ማለት እዩ የሕፍር እዩ ብጣዕሚ። እሺ ፍትዋት ተኸታተልቲ ናፍቲ ዋና ሓበሬታ ናኸንከድ ከለና ማለት እዩ ኣወል ስዒድ ኣብዚ ሎሚ ዕለት ሓዱሽ ሓበሬታ ሒዙ መጺኡ ኣሎ ማለት እዩ ጽምዶ ዕስራን ክልተን Coming Soon ኣብዚ ቀረባ በዓልታት ከምዝወጽእ ሓቢሩ ኣሎ ማለት እዩ ካብኣቶም ድማ ኣብዚ ምሓራ ሚድያ ካብቶም መዘራረብቲ ኮይኖም ዝቀንደዩ ማለት እዩ ካብ ከባቢታት በራሕለን ዳሉልን ናብ ጽምዶ እንተ ተሳቲፍኩም ኣብይ ድሮን ክሰድደልኩም እዩ ዝብል ጽዕጹዕ ኣኼባ ከይገረሞ ካብ ህጻን እግሪ ተኽሊ እስካብ ሽማግለ ብመርካቡ ብጎቦታት ፈንጢሑ ዝወዓለ ሰላማዊ ጽንብል እሺ ከም ትሪእዎ ዘለኹም ፍትዋ ተኸታተልቲ ኣብዚ ሕዚ ሰዓት ማለት እዩ ኣወል ሲዒድ ጽምዶ ዕስራን ክልተን ሒዝዎ ወጺኡ ኣሎ ማለት እዩ ብዓፋር ድማ ብዙሕ ነገር እንዳተባህለ ዝቐነየ እሽሞ ክቡራት የሕዋትና ሎሚ ዝነበሩ ሓበሬታታት እዚኦም ይመስሉ ኔሮም ኣብ ቀጻሊ ብሓድሽ ሓበሬታ ክሳዕ ንራኸብ ቅድሚ እዚ ቪድዮ እዚ ምውጻኹም ኩላኹም ላይክ ምግባር ከይትርስዑ ሰሰናዩ።